መዓልትን ለይትን፣ ክረምትን ሓጋይን፣ ምዝራእን ምዕጻድን ካብቶም ዘየቋርጹ ዕዳታት እዮም። ወዲ ሰብ እውን ምስዞም ግዜ እናተጓዕዘ እቲ ዘድልዮ ነገራት ምስ ወቕቲ እናሳነየ ንጥፈታቱ የካይድ። ወዲ ሰብ ካብ ዘድልዮም ነገራት ብቐዳምነት ዝስራዕ መግቢ እዩ። መግቢ መሰረታዊ ጠለብ ስለዝኾነ መግቢ ንምርካብ ወትሩ ስራሕ የድሊ። ኣብ ሃገርና እንተመጺእና ዝበዝሕ ክፋል ሕብረተሰብና ኣብ ሕርሻ ዝተሞርኮሰ ንጥፈታት እዩ ዘካይድ። ይኹን እምበር መብዛሕትኡ ኣብ ያታዊ ሕርሻ ስለ ዝምርኮስ ኣብ ምህርቲ ከምቲ ዝድለይ ኣይኮነን። ሚኒስትር ሕርሻ ምህርቲ ሓረስቶት ንምዕባይን ከምኡ'ውን ካብ ያታዊ ናብ ዘመናዊ ንምስግጋር ምእንቲ ክህሉ ሓያሎ ስርሓት ኣብ ምስልሳል ይርከብ ኣሎ። ዓይነት ዘርኢ፣ መሳርሒታት ሕርሻ ኣብ ምዕባይ ምህርቲ ዕዙዝ ኣበርክቶ እኳ እንተሃለዎ፣ እቲ ብቐዳምነት ዝስራዕ ግን ሓረስታይ ኣብ ምዕቃብ ሓመድን ማይን፣ ዘካየዱ ንጥፈታት እዩ። ግቡእ ምዕቃብ ሓመድን ማይን ዘካይድ ሓረስታይ ምህርቱ ብተዓፃፃፊ ከምዝኸውን እቶም ቅድሚ ሕጂ ኣብ መደብ ፍረ ፃዕሪ ዝቐረቡ ሓረስቶት ምስክር እዮም። ናይ ሎሚ መደብና ኣብ ዞባ ሰሜናዊ ቀይሕ ባሕሪ፣ ኣብ ደማስ ዝርከብ ሓረስታይ ዳኒኤል ሓጎስ ኢና ሒዝናልኩም ቀሪብና ዘለና። ዳኒኤል ሓጎስ ዕዉት ናይ ምዕቃብ ሓመድን ማይን ንጥፈታት ኣቐዲሙ ኣብ ግራቱ ብምስራሕ ብምክያድን ከምኡ'ውን ናብ ዘመናዊ ሕርሻ ብምስግጋር ኣብነታዊ ስራሕ ኣብ ምስራሕ ይርከብ። ንምዃኑ ኣቶ ዳኒኤል ሓጎስ ብኸመይ'ዩ ናብ ሕርሻ ኣትዩ? ናይ ሕርሻ ስምዒት ናይ ኣቦሓጎ ነይሩኒ ካብ ቀደም። ሕጂ ኣብ ሕርሻ ንክኣትውስ ኩሉ ግዜ መደበይ ነይሩ ካብ መኻይን ወፂ ኣብዚ ሕርሻ ንክኣትውስ መደብ ስለ ዝገበርኩ በቃ ኣብ ሕርሻ ኣትየ ማለት እዩ እዚኣ ኩሉ ግዜ ብዚኣ ክትመፅእ ከለካ ሲ ዕላማ እንድዩ ሕጂ እቲ ዕላማ ንዝኣተኹዎ ሓንሳብ ካብኡ ታሽማ ኣይገበርኩን ሕጂ ኣጋጣሚ እቲ ዝሓሰብኩ ዕላማ እውን ሕጂ ኣብ ተግባር ትሪኤ ኣለኻ ኮይኑለይ ኣነ ሕጉስ እየ ሕጂ ኣብ ሰዓት እዚ ግን መሪር እዩ እንዲ ከቢድ እዩ ሕጂ ከም ዝረእኻዮ እዚ ኩሉ ናይ ውሕጅ ኣሎ ናይ ባህር ኣሎ ናይ ገለታት ኣሎ ኩሉ ፀገማት ኣሎ ግን ኩሉ ነገር ጥዑም ስለ ዘየለ ንዓና ከዓ ንና በቲ መንገዱ ከምቲ ገፁ እንዳኸድና ስጋብ ሕጂ ኣብዚ ከም ዝትሪኦ በፂሐ ኣለኹ
እዚ እንዕዘቦ ዘለና ጎቦ እዩ። ሓረስታይ ዳንኤል ግን ኣብ ጎቦ እውን ከልምዕ ይኽእል እየ ብምባል ብድፍረት ተበጊሱሉ ኣሎ። ዘለዎ ማል ብምፍሳስ ነቲ ጎቦ ናብ ልምዓት ክቕይር ክኢሉ እዩ። እዚ ኣብዚ ዝራእኻዮ ዘን ሸሞንተ ዛላታት ሰሪሕናየን ዘለና ጎቦ እዩ ነይሩ ከምቲ ዝራእኻዮ ጎቦ ግን ንሰን ተኣሽሙጢና ሓንፂፅና ማለት እዩ ንዕኡ እንዳፍረስና እንዳስተኻኸልናን ኣብዚ ከምዚ ኣብፅሕናዮ ሕጂ እቲ ስራሕ ብርቱዕ እዩ ዳርጋ ክልተ ዓመትን ሸሞንተ ወርሕን እዩ ወሲዱልና ኣብኡ ከንምድምፅ ክንነድቕ ከነብል ሕጂ ግን ኣብዚ ደረጃ እዚ በፂሕና ኣለና ኣቶ ዳንኤል ሓጎስ ኣካይድዎ ዘሎ ውሕሉል ኣገባብ ናይ ምዕቃብ ሓመድን ማይን ብኸመይ ከምዝሰርሖን ምስ መን ከምዝሰርሖን ንኽገልጸልና ተወኪስናዮ ኔርና። ሕጂ ክኢላ ታታ ኣምጺኣ በዓል ሕጂ ገዛእ ርእሱ ምሽኪናይ ተጸሊእዎ ኣሎ እምበር ኢንጂነር ረዘነይ ኣቦይ ምኪኤል ውን ድበሃል ዶ ኮንትራክተር ፖግሊን ዝዝውር ውን ኣሎ ዓርከይ ተስፋልደት ዳኘው ድበሃል ነዚኦም ተማኺርና ሰለስቴና ሓንጺጽና ባይታ ጌርናዮን ኣሰሪሕናዮ ናይ ቤኒ ኣተሓሳስባ ሓሳብ ጭቁታ ሓሳብ ኣነ ደኣ የምፀያ እምበር ክኢላስ ኣሳቲፈ እየ ምሻለካ ትርኢ እንዲኻ ትዘውር ኢኻ ትርኢ ኢኻ ዳሓር መፃልካ እዩ ግን እትም ክኢላታት ስኻ እቲ ሓሳብ ተህቦም እቶም ክኢላታት ከዓ ምስ ኣምፅና ኢንጂነር ዘንኻ ከም ስርዓት ቀይስለ እዩ ማለት እዩ እቶም ድለካ ማንበይም ክእል እውን ብጣዕሚ እዮም ተኣሽም ክኢላ እዮም ናይ ኮሙታት ጌርና እዚ ጉዳይ እዚ ኣብዚ ከም ዝረኣኻዮ ኣብጺሕናዮ።
ሓረስታይ ዳንኤል ሓጎስ ልዕሊ ዓሰርተ ዓመት ምስ ዝገቦ ተቓሊሱ እዩ ጽዒሩ ደኺሙ ድሕሪ ነዊሕ ድኻም ሎሚ ናብ ሓምላይ ቀይርዎ ይርከብ። ክኢላታት ሕርሻ ንስራሕ ዳንኤል ሓጎስ ብኸመይ ይገልጽዎ? ኣብዚ ቦታ እዚ ንሪኦ ዘለና ከም ትሪእዎ ኣብ ኣፃምእ ቦታ እዩ። ክትሰርሓሉ ኣይኮነስ መፂኻ ክትሪኦ እዩ እቲ ፀሓይን እቲ ኢንቫይሮመንትን ዘፅልኣካ ወይ ከቢድ ቦታ ኣብዚ ከቢድ ቦታ ግን ኣቶ ዳንኤል ሓጎስ እዚ ተኣምራታዊ ወይ ኣብነታዊ ዝኾነ ስራሕ ሰሪሖም ብቲ ዓይኒ ናይቲ ስራሕ ወይ በቲ ናይ ምዕቃብ ሓመድ ማይን ማለተይ እዩ። ዝኾነ ጀርዲን ኣብ ዝኾነ ቦታ ትሪኦ ኣብ ጎላጉል ዝኾነ ቦታ እዩ ኣብ ጎላጉል ሞተረ ገይሮም ናብቲ ዳውን ስትሪም ወይ ናብቲ ትሕቲኡ ከልምዑ ኢኻ ትርኢ ኣቶ ዳንኤል ግን መጀመርያ እቲ ናይ ምዕቃብ ሓመድ ማይን ስራሕ ትሰሪሑ እንታይ እዩ እቲ ናይ ምዕቃብ ሓመድ ማይን ስራሕ ብዙሓት ዓይነታት እዮም ዘለዉ ናይ ምዕቃብ ሓመድ ማይን ስራሓት እዚ መደባዊ ዛላ ወይ ደንጅተረስ ንብሎ ካብ ታሕቲ ነዲቕካ ስሎፕ ሓሊኻ እቲ መሬት ብምድልዳል መጀመርያ በቲ ተረኽበ ሓመድ ድሓር ከኣ እቲ ምሩፅ ሓመድ ኣብ ላዕሊ እናገበርካ ብግቡእ ነዲቕካ ሜዳ ምፍጣር ወይ ለበል ምግባር እዩ። ብትሕቲኡ ብትሕቲኡ እንዳበልካ ሕጂ ብቲ ታሕቲ ገለ ናይ ሓምሳ ሜትሮ ዝኸውን ስፍሓት ዘለዎ ሓደ ጎልጎል ተፈጢሩ ልዕሊኡ ከምኡ ልዕሊኡ ከምኡ ኣብቲ ላዕሊ ትሪ ዕቃበ ስለ ዘለዎ ቁሩብ ጽብብ ዝበለ ጌርካ እዚ ብዙሕ ጉልበት ብዙሕ ጻዕሪ ግን ኣብነታዊ ውጽኢታውን ዝኾነ ስራሕ ሰሪሑ።
ኣብ ግራት ዘለዉ ፍረታትን ንምስርሖምን ዘካይዶ ጻዕሪ እንታይ ከም ዝመስል ንኸብርሃልና ተወኪስናዮ ኔርና። ኣራንቺ፣ መንደሪኒ፣ ለሚን ዘሪኤ ሎማት እዩ። ስቓ ቀስ ብቐስ ካልእ እውን ሕጂ ናይ ምስፋሕ መደብ ኣለና ድዩ? ናይ ምስፋሕ መደብ ኣለና፣ ግን ከም እትርእያ ዘለኻ ሕጂ ናይ ባስካታት ገለ ተኣሽዩ ኔርና። ሕጂ እቲ ትሕተ ቅርፂ ሰሪሕና ኣለና ሰዓት እውን ኣዳሊና ኤሌክትሪክ እውን ሳላ ምዕሩይ ዝርግሐ ገይሩ እየ መንግስቲ ሳላ ተኣሽ ዝገበረልና ኤሌክትሪክ እውን ሕጂ እቲና ኢና ሕጂ ነቲ ኩሉስ ብዲህና ኢና ሕጂ ነቲ ተረፍ እውን ከነግፍሖ መደብ ኣለና ብሰእሊ ሒዝናዮ ኣለና ሕጂ ናብኡ ክንሰግድ ኢና።
ጉዳይ ጸዓት ኣብ ሕርሻ ቀንድን ኣገዳስን እዩ። መንግስቲ ነቲ ዘካይዶ ዘሎ ስራሕ ብምድግጋፍ ክሳብ ኣብ ግራቱ ዝበጽሕ ኤሌክትሪክ ብምዝርጋሕ ልዑል ድጋፍ ክገብረሉ ተኻኢሉ እዩ። ብተወሳኺ ብውልቁ ፀሓያዊ ፀዓት ኣእትዩ ነቲ ዝነበሮ ፀገም በዞም ክልተ ኣማራፂታት ፀዓት ብምትካእ ሎሚ ኣብ ዝበለፀ ደረጃ ከምዘሎ እዩ ዝገልፅ። እወ ሶላርሲ ኣነ ንኹሉ ሰብ እውን የማኽር'የ። ሕጂ እንታይ ዳኣንተካ ሶላር ክትኣቱ ደፈተነናሲ እቲ ኣብዚ ዘጥፍኦ ነበርኩ ናብዚ ጎቦ ዝሰዶ ነበርኩ ብሞተረይ ክንደይ ናፍታ እየ ደጥፍእ ነይረ። ክንደይ ሞተር እየን ድባላሸዋኽ ነዚ ኩሉ ክትጽብጽቦክላ ሓደ ግዜ እኮ ብርብዓን ሓ ሸሞንተን ሓምሳ ቅርሺ ንገዝኦ ኔርና ኢና ናፍታ ሕጂ ኣብዚ ተውጽኦ ዘለካ ኣብ ኣብ ዓመት ኣብተን ብርቱዕ ኣዋርሕ ትጽብጽቦ ኢካ ካብኡ ጸብጺበ ኣነ ተማኺረ ነዚ ሶላር ክገብር ተገዲደ ማለት ሕጂ እቲ ዝገበርክዎ ካኣ ዕውት ስራሕ
ዘመናዊ ሕርሻ ክበሃል እንከሎ፣ ንሃልክን ብኽነትን ብምጉዳል ልዑል ምህርቲ ብዝሓጸረን ብዝጸፈፈን ምርካብ ማለት እዩ። ምጥቃም ጸሓያዊ ጸዓት ኣብ ሕርሻ ልዑል ኣበርክቶ እዩ ዘለዎ። ኣብ ሕጂ ወዲ ሓጎስ ኣተኣታትይዎ ዘሎ ሓንቲ ሶላር ሰለስተ ሚእትን ሓሙሽተን ዋት እያ ተመንጩ። እዚኤን ሰላሳ እየን። እዘን ሰላሳ ትሽዓተ ነጥቢ ሓደ ኪሎዋት እየን ዘመንጭዋ። እዚ ትሽዓተ ነጥቢ ሓደ ኪሎዋት ንሓሙሽተ ነጥቢ ሓሙሽተ ኪሎዋት ፓምፕ እዩ ዘተስኣልና።

እዚ ማለት ቀሊል ነገር ኣይኮነን እዚ ህጂ ኣንተበይ ን ክሰ ጀሚርናዮ ዝኸም ዝነበርና እዚ ህጂ ኣባስካ ክኸውን ኣለዎ እዚ ህጂ ተገይሩ ዘሎ ሲስተም ናይ ባትሪ የብሉን ባትሪ ስለ ዘይብሉ እቲ ማይ ኣብ ባስካ እዩ ክተሓዝ ዘለዎ ኣብዚ ንብሎ ዘለና ሱሳ ሜትሮ ወይ ሰማንያ ሜትሮ ኣብ ዝስራሕ ባስካ ኣብኡ ክእከብ ኣለዎ ህጂ ንግዚኡ ኣቶ ዳንኤል ባስካ ኣይሰርሐን ኣሎ ብዝተፈላለይ ምክንያት ሕጂ ቀጥታ ብናይ ፋሮ ሲስተም እዚ ቀጥታ ናብ ናብ ግራት ብምፍሳስ እዩ ዘስትዮ ዘሎ።
ድሕሪ ነዊሕን ኣድካምን ስራሕ ግራቱ ናብ ሓምላይ ተቐይሩ ይርከብ። ይኹን እምበር ናብዚ ደረጃ ክበጽሕ ዘጋጠሞ ብድሆታት ከ እንታይ ይመስሉ? ቀንዲ ጸገም እዚ ናይ ውሕጅ ጸገም እዩ ንሕና እዚ ኣብዚ ከባቢ እዚ ኩሉ ናይ ውሕጅ ጸገም እዩ ዘለና ኣን ንሰን እየን ተጸገ ሰንን ናይዛ መኻይን ክኣትዋ ከሎ ኣብዚ ድቑዕ ሒዝካ ድዩ ገለ ኣብዘን ሪዳታ ደሎን ዓበይቲ መኻይን ናይ ግሊ እውን ርኢኻያ ማሽን ኣዚዝካ ኣብዚ ክመጽኣልካ ኣይክእልን እዩ እዚ መንገዲ ኣብአን እየን ዘሎ ጸገመ ኣነ ሕጂ ብማሽን እየ እጥቀም ነይረ ድሓር ካብኡ ምስ ረኣኹስ ናተይ ገዚኤ ነይረ ዶዘር ተባላሽያትኒ እምበር ናተይ እጥቀም።
ዕላማ መደብ ፍረ ጻዕሪ፣ ኣብነታውያን ሓረስቶት ከምኦም ንኻልኦት ሓረስቶት ኣሰሮም ክስዕቡ ምግባር እዩ። ኣብዚ መዳይ ሓረስታይ ዳንኤል ሓጎስ ኣብ ከባቢኡ እንታይ ጽልዋ ይገብር ኣሎ? ሕጂሲ እዚ ጥቓይ ዘሎ ዓቢ ሰብኣይ? ዋላ ሓንቲ ናይ ዕፉን እዩ ዝዘርእ ነይሩ። ሕጂ ግን ኣነ ሽዑ ብዶዘረይ ኣተኣሽሚ ገይረ ካብዚ ኣራንቺ ወሲድና ዘሪእና ዝተኣሽሙ ንገብር ኣለና። ሕጂ ከምኡ ከምኡ እንዳበልካሲ ክጽለዉ እዮም እዚ ንገዛእ ርእሱ ውን እዚኦም ኣብዚኣ ዘለዉሲ እዛ መንገዲ ዝገበርናዮሲ ንኩሎም ንሕክምንኦም ድያ ንስራሕ ውን ደፍረይዎስ በዚኣ ኢና ኩላትና ንከይድ። ስመይ መሓመድ ዑመር እብራሂም ወድዚ ከባቢ እየ ማለት እዩ። ከባቢ እዚ ምሕዳር ከባቢ ዓገምቡሳ እየ ዝነብር ቀዋሚ ኣብዚ ቦታ ኣብዚ ከባቢ ማለት እዩ። ሕጂ እንታይ ክብል ደልየ ዓሰርተ ሰለስተ ዓመት ዝኸውን ኣብዚ ከባቢ ብመተወረ ገይሩ ብዝሒ ህዝቢ ኣሎ ኣብዚ ማይ ኣብዚ ከባቢ ኣይነበረን ብከበሳ ብዞባ ደቡብ ዝወርድን ብፈረስ ዝመጽን ብባሕሪ ዝመጽን ኩሉ ማእከላይ ቦታ ስለ ዝኾነ ኣብዚ ቦታ ብጣዕሚ ዋላ እኳ እዚ ግራት ናይ ዳንኤል ናይ ውልቁ እኳ ብሽም ይበሃል እምበር ሓፈሻዊ ናይ ኣብዚ ከባቢ ዘሎ ህዝቢ ናብዛ ሩባ ልዕሊ ሽሕ ልዕሊ ክልተ ሽሕ

ሚኒስትሪ ሕርሻ ንሓረስቶት ዘድልይ ሞያዊ ደገፍ ንምግባር ክኢላታቱ ክሳብ ደረጃ ዓዲ ብምውራድ ይሰርሕ ኣሎ። ኣነ ጽቡቕ
ጽቡቕ እየ ዝገልጾም ሻለቃ በታ ክእለቶምሲ መኽሪ ደሊኻ ናብኦም ትኸይድ ካልእ ካልእ ደሊኻ ናብኦም ትኸይድ ማለትሲ ሕጂ ኣነ ዝረኣኻ ኣብዚ ሕርሻ ኩሉ ነገር ጽቡቕ እዩ ሕርሻ ኣላትኒ ኣብ ዝኮነ መስራቤት ድከድክዋ ካብታ ዝነኣሰ እስካብ ዝለዓለት ኩሉ ብጽቡቅ ዝቅበለካ ኣብ ድኮነ መስራቤት ናይ መንግስቲ ሕጂሲ እቲ ስራሕ ውን ንኡሱስ ክብረት ኣለዎ ሕጂ ኣቲ ኣብ ውስን ግዜ ናብ ሚኒስትሪ ሕርሻ ገለ ንከዶም ኣብታ ዝከድናዮም ግን ኣቀባብልኦምን መተካእታ ዝቡና ምክርን ስዒ ይሕጎሰሎም የብለካን።
ኣብ ሕርሻ ዝወፈረ ሰብ ዝተፈላለየ ብድሆታት ኣለዎ። ይኹን እምበር ንዘጋጥሙኻ ፀገማት ባልዕ ይኹን ካልእ ብዝግባእ መምርሒ ክኢላታት ተመሪሕካ ምስ እትኸይድ ንኹሉ ፀገማት መፍትሒ ኣለዎ። ብፍላይ ባልዓት ምስ ዝረኣዩ ምንጻግ መድሃኒት ከም ናይ መወዳእታ ኣማራጺ እምበር ከም ቀዳማይ ደረጃ ክረኣ ከም ዘይብሉ እዮም ክኢላታት ዝመኽሩ። ሓረስቶት ሃገርና እውን ኣብዚ መዳይ ብናቶም ሜላ ንባልዓት ኣብ ምክልኻል ዓብዪ ተራ ይጻወቱ ኣለዉ። ኣብ ዝሓለፉ መደብ ፍረ ጻዕሪ ሓረስታይ መንሱር መዓለም ከምኡውን ሓረስታይ ገነት ቦኽረጼን ኣቕሪብናልኩም ኔርና። ሎሚ እውን ሓረስታይ ዳንኤል ሓጎስ ዕዉት ስርሓት ኣብ ምክልኻል ባልዓት የካይድ ኣሎ። ኣብነታዊ ሓረስታይ ኣብ ሰሜናዊ ቀይሕ ባሕሪ ዝርከብ ኣብ ደማስ ዝተባህለ ዓዲ ኣቶ ዳንኤል ሓጎስ ማለት እዩ ኣብ ኣሕምልቲ ኣብ ፍረታት ኣራንሺ፣ ለሚን መንደሪኒ ንባልዓት ንምክልኻል ተባሂሉ እዚ ናይ መፃወድያ ብርሃን እቲ ምንጩ ግን ካብ ኤሌክትሪክ ማለት እዩ ካብ ኤሌክትሪክ ተጠቂሙ ባልዓት ንምክልኻል ተጠቂሙሉ ብፍላይ ከዓ ኣብ ናይ ሲትረስ ክንሪኦ ከለና ሲ ካብ መግራብ ስለ ዝኾኑ እቲ ተኺልዎ ደሎ ብርኽ ዝበለ ፓሎ ተኺሉ ብርሃን እንዳገበረ እዩ ዘካይዶ እዚ ከዓ ብጣዕሚ ውፅኢታዊ እዩ ምክንያቱ እቲ መደብ ዑደት ዝገበርናሉ ዝረኣናዮ ሓንቲ መፃወድያ ብርሃን ልዕሊ ክልተ ሽሕ ኣቢሉ ትሕዝ ግዝዋ ማለት እዩ እዚ ግዝዋ እዚ ሕጂ ሓፈሻዊ ግዝዋ እያ ትሕዝ ኣንስተይቲ ግዝዋ ሕጂ ካብኡስ ሓምሳ ካብ ሚእትስ ተታሒዙ ኣሎ ማለት እዩ ስለዚ እቲ ኣንስተይቲ ግዝዋ ክትተሓዝ ኮላ እቲ ክትፀፍዮ ዝግባኣ እንቋቑሖ ኣብ ተኽሊ ይቋረፅ ኣሎ ሓንቲ ኣንስተይቲ ግዝዋ ካብ ክልተ ሚእቲ እስካዕ ሰለስተ ሚእቲ እንቋቑሖ ኣብ ተኽሊ ትጸፊ። እዚ ከኣ ኣብኡ ኣብቲ መጻወድያ ብርሃን ብምትሓዛ እቲ ናይ ምጽፋይ መስርሕ ይቋረጽ ኣሎ ማለት እዩ። ስለዚ እቲ ዑደት ህይወት ወይ ከኣ ላይፍ ሳይክል ንብሎ ናይ ሓሰኻ ይቋረጽ ኣሎ። እዚ እንተ ተቋሪጹ ጸረ ባልዕ ምንጻግ እውን ኣየድልየናን እዩ። ብኡ መጠን ከኣ እቶም ባህርያዊ ተጻባእቲ ንብሎም ይስስኑ። ምኽንያቱ እቲ ጸረ ባልዕ እንድሕር ምንጻግ ዘየለ እቶም ባህርያዊ ተጻባእቲ ወይ ከኣ ዓርኪ ሓረስታይ ኢና ንብሎም ናቹራል ኤንየምስ ንሳቶም እንዳሰሰኑ ምስ ከዱ ሽዑ እቲ ኢኮ ሲስተም ናይቲ ቦታ ባላንስ እንዳኾነ ወይ ከኣ ሚዛኑ እንዳሓለወ ይመጽእ። ስለዚ እቲ ተርእዮ ናይ ባልዓትሲ ትሑት ሚዛን ንህልዎ ዋላ ውን ፀረ ባልዕ ክንጥቀም ውን ኣይንግደድ ኢና ምክንያቱ እቶም ተፃባእቲ ባህላዊ ተፃባእቲ ንብሎም እሳቶም ነቶም ተጓዳእቲ ሓሳኹ ክቋፃፀሩልና ስለ ዝኽእሉ ስለዝስ ብጣዕሚ ውፅኢታዊ እየ ድብሎ።
ሓረስታይ ዳንኤል ሓጎስ ነቲ ልዕሊ ዓሰርተ ዓመት ዝፀዓረሉ ስራሕ ማዕረ ክንደይ ተዓዊትሉ መጻኢ ተስፍኡኸ እንታይ ይመስል? እወ ኣነ ሲ ከዐውተኒ እየ ዝብሎ ሲ ከምዛ እትሪኣ ኣብታ ሕጂ ንሓደ ውላድካ እኮ ክመሃር ከሎ እዚ ቆልዓ እዚ ከዐውተኒ ኢልካ ቲ ተስፋ ትሕድር ኢኻ ኣብዛ ግራት ከኣ ተስፋ ሐዲረስ ኣብቲ ዝብጻሕካ በጺሐ ሕጂ ክቅጽል ማለት እንታይ ንብለካ እዚ እኳ ሽም ደኣ ናህና ይኹን እምበር ናይ ሃገር እዩ ናይ ሃገር ስለ ዝኾነ ኣነ ዕውት ስራሕ ሰሪሐ ናብ ደቀይ ናብ ደቂ ደቀይ ድሓልፍ ሰሪሐ እየ ድብል ከኣ። ኣብዚ እስ ናይ ኣምላኽ ሕጂ እንታይ መስለካ ሕጂ ኣነሲ ኣነ እዚኣ ቦታ እዚኣ ናተይ መጀመርያ ክኣቲ ከለኹስ ነዚ ናይ ባቡር እምነት ኣለኒ ኣነ ካብ ዝለዓለ ነዛ ናይ ባቡር እምነት ኣላትኒ መጀመርያ ክኣቲ ከሎ እውን ነዚኣ እየ ተኣማሚነ ዝጽባሕ ንግሆ ቀደም እውን ኣብታ ቀዳመይቲ ኢንተርቪ ገሊጸያ ነይረ ከምዚ ኢለ ኣይነብርኒ ኢልና ነይርና ቅድም ናይ ሰላምን ናይ ራህዋን መንገድኻ ትርእዮ ኣለኻ ጽባሕ ንግሆ እዚ ባቡራት እንትዓርይ እዚስ ናይ ቱሪዝም ቦታ እዩ። ሕጂ ነዚ ኩሉ ሲ ከነልምዖ ኢና ኣብዚኣ ውን ሓንቲ ንእሽተይ ዲጋ ብ ጀኦሜትራ ቤጥሮስ ዘስኣልክዋ ኣላትኒ ነዚኢታት ጌርናስ ጽቡቅ ንክንነብር ኣብ ዓድና ሲ በዓል ምሉእ ተስፋ እየ እብለካ ኣነ። እዚ ክንከታተሎ ዝጸናሕና ኣብነታዊ ሓረስታይ ዳኒኤል ሓጎስ ብሓፈሻ ዕስራን ኣርባዕተን ሄክታር ስፍሓት ዘለዎ ኮይኑ ኣብዚ እዋንዚ ሽሕን ክልተ ሚእትን ኣግራብ ኣራንሺ፣ ሸውዓተ ሚእቲ መንደሪኒ፣ ሸውዓተ ሚእቲ ለሚን፣ ብርክት ዝበለ ማንጉስ ከምኡውን ኣብ ክልተ ሄክታር ዝስፍሓቱ ልምዓት ኮሚደረን ጉዕበርበረን ዘጠቓለለ እዩ። ዛጊት ፍረ ጻዕሩ ንምርካብ ንልዕሊ ዓሰርተ ኣርባዕተ ዓመታት ኣብ ከቢድ ሃልኪ እዩ ጸኒሑ።